ሰላም ተኸታተልቲ ዕብየት ሚድያ፣ ናይ ሎማዓንቲ ዛዕባና ድማ ዕላማ እዩ ክኸውን። ኣብዛ ናይ ሎማዓንቲ ቪድዮ ስለምንታይ ዕላማታት ክነቐምጥ ከም ዘለናን ንምንታይ ሰባት እቲ መጽናዕቲ ከም ዝብለና ተስዓን ሸሞንተን ሚእታዊት ናይ ደቂ ሰባት ዝተጻሕፈ ንጹር ዝኾነ ዕላማ ከም ዘይብሎም እዩ። ድሌታት እኮ እንተሃለዎም ዕላማ ግን የብሎምን። ስለምንታይ ሰባት ዕላማታት ዘየቐምጡን ኣብ መወዳእታ ድማ ዕላማኻ ንምብጻሕ ዝሕግዙኻ ኣዝዮም ኣዝዮም ወሰንቲ ዝኾኑ ነጥብታት ክንዕዘብ ኢና። ከም ወትሩ ምሳኹም ዘለኹ ሓውኹም ሳይሞን እየ። ነዛ ቪድዮ ናብ ካልኦት ቅዱሳት ኣሕዋት ከም ትበጽሕ ንምግባራ ድማ ላይክ ግበሩዋ። ኦኬ፣ ስለምንታይ ዕላማ ክነቐምጥ ኣለና? ኣቐዲምና ዕላማ እንታይ ምዃኑ ዲፋይን ክንገብሮ ክንክእል ኣለና። ብስእሊ እንተ ደኣ ክንገልጾ ኮይና ንኣብነት ብሽዱሽተ ሰባት ተኸቢብካ ኣለኻ ንበል። ንስኻ ኣብ ማእከል ኣለኻ። ሕጂ ናብ ሓደ ሰብ ገጽካ ክትጠውየሉ ኣብ ትውስነሉ ግዜ፣ ኣብ ዓንኬል ከቢብኩም ኣለኹም፣ ገጽካ ናብ ሓደ ኣብ ትጠውየሉ ግዜ ነቶም ካልኦት ሕቖኻ ተርእዮም ኣለኻ ማለት እዩ። ዕላማ ድማ ልክዕ ከምኡ እዩ። ካብ ብዙሓት ድሌታት ንሓደ መሪጽካ ክትበጽሖ ምድላይ ማለት እዩ። ነቶም ካልኦት ኣብ ሕቖኻ ብምርኣይ እቲ ግዜኻ ምስቲ ሓደ ጥራይ ተሕልፎ ኣለኻ፣ ምስቲ ዕላማ ጌርካሉ ዘለኻ ነገር ማለት እዩ። ኣብዚ ግዜ እዚ እቲ ግዜኻን እቲ ምሉእ ሓይልኻን እቲ ፎከስ ናትካን ናብ ሓደ ነገር ይኸውን ኣሎ እሞ ክትዕውተሉ ድማ የኽእለካ። ዝበዝሑ ሰባት ግና ነዚ ናይ ልውውጥ ዕዳጋ እዚ ንኣብነት ነቶም ካልኦት ገዲፍካ ናብቲ ሓደ ጥራይ ትኸይድ ኣለኻ ማለት እዩ። ገለ ነገር ዋጋ ትኸፍል ኣለኻ። እቶም ካልኦት ግዜ ኣይትህቦምን ዘለኻ ማለት እዩ። እቶም ካልኦት ነገራት ነዚ ናይ ልውውጥ ዕዳጋዚ ክኸድዎ ኣይደልዩን እዮም። ምስ ኩሉ ክኾኑ ይደልዩ፣ ኩሉ ክሕዝዎ ይደልዩ እሞ ሓንቲ ከይረኸቡ ድማ ይተርፉ። ስለዚ ድማ ዕላማ ክተቐምጥ ክትክእል ኣለካ። ደሓር ዕላማ እንተዘይብልካ ግዜኻን ሓይልኻን ኢኻ ትውድእ። ምኽንያቱ ብዙሓት ነገራት ንዓኻ ዘየገድሱኻ ክትገብር ኢኻ እቲ ግዜኻ ተሕልፎ። ዕላማ እንተለካ ግን ናብቲ ዕላማኻ ከብፅሑኻ ዝኽእሉ ስራሓት ጥራይ ኢኻ ትሰርሕ። ስለዚ ዕላማ ከነቐምጥ ክንክእል ኣለና። ክንዲ ዝኾነ ይኹን ክእለታት ክህልወካ ይኽእል እዩ። ክንዲ ዝኾነ ይኹን ታለንት ክህልወካ ይኽእል እዩ። ዕላማ ተዘይብልካ ግን ትርጉም ትበሃል የብሉን። ዕላማ መራሒ መንገዲ እዩ። ኩሉ ግዜ ዕላማ እንተ ኣለና ንኸዶ ኣንፈት ንፈልጥ ኢና። ልክዕ ከም ናይ ኮምፓስ ኮይኑ ናብቲ ንኸዶ መንገዲ ይሕብረና ማለት እዩ። ልክዕ ከም ኣብ መኪና ክንድይብ ኮለና ናብ ዝኾነ ክንከይድ ንሓስብ ኮለና ኣብ ርእስና ኣቐዲምና ናበናይ ኣድረስ ክንከይድ ከም ዘለና ኣበይ ከም ንበጽሕ ንደሊ ኣብ ጉግል ማፕ ድዩ ኣብ ገለ ሂብና ንጓዓዝ ዕላማ ድማ ልክዕ ከምኡ ንህይወትና ስለዚ ዕላማ እንተዘይብልካ እንታይ ከም ትውስን እውን ኣይትፈልጥን ኢኻ ያ ድሪምስ ናትካ ናብ ጋህዲ ዝመጻሉ ድማ ጎልስ ምስ ተቐምጥ እዩ ዕላማ ምስ ተቐምጥ እዩ ሕልምታትካ ናብ ጋህዲ ዝመፁ ስለዚ ዕላማ ኣዝዩ ኣዝዩ ወሳኒ እዩ ኣገዳስን ሓጋዝ እንተ ደኣ ኮይኑ ደኣ ስለምንታይ እዮም መብዛሕትኦም ሰባት ንፁር ዕላማ ዘይብሎም ብዙሕ ምክንያታት ኮ ተሎ ኣብ ትሕቲ ዘን ክልተ ኣርእስትታት ክንጥርንፎ ንኽእል ኢና እታ ሓንቲ ከባቢናን ሕሉፍ ከባቢና ዘለዎ ኣሉታዊ ነገራትን ሕሉፍ ተመክሮን እያ እታ ካልኣይቲ ድማ ፍርሒ እያ ከመይ ማለት እዩ ከባቢና? ከባቢና ክብል እንከለኹ ቴስዓ ሚእታዊት ኣብ መዓልታዊ ንሰምዖ መልእኽቲ፣ ሓበሬታታት፣ ኢንፎርሜሽን ንሰምዖ ኔጌቲቭ እዩ። እቲ ምስ ነብስና ንዘራረቦ ዘረባ መጽናዕትታት ከም ዝሕብርዎ ሰማንያ ሚእታዊት ኩሉ ግዜ ኣሉታ እዩ። ምስ ነብስና ንዛረብ ኢና ኩሉ ግዜ ኣይበጽሖን እየ ኣይክእሎን እየ እንዳበልና ኢና ንዛረብ። እዚ ድማ ዓቢ ዓቢ ጸገም ኣለዎ። ዕላማ ከነቐምጥ ኣይንተ ኣይንተብዕን ኢና ኣይንደፍርን ኢና። ሕሉፋት ተሞክሮ ከኣ ኢልና ኔርና። እዚ ሕሉፍ ተሞክሮ ድማ ከመይ እዩ? ቅድሚ ሕጂ ብርግጽ ዕላማታት ኣቐሚጥካ ኔርካ፣ ኣይበጻሕካዮምን። ድሕሪ ዘይምብጻሕካ ካብ ብሕጂ ደኣ እንታይ ትርጉም ኣለዎ፣ ዕላማ ኣቐሚጠ ኣየቐሚጠ ደይ ኣይበጽሖን እየ፣ ምውዳቐይ ደይተርፈንስ ዕላማ ምቕማጥ ኣየድልየንን እዩ ብምባል ተስፋ እውን ኣይንረክብን ኢና። ንነብስና ተስፋ ኣይንህባን ኢና ዕላማ ክነቐምጥ ማለት እዩ። ስለዚ ከይንወድቕ ስለ ንፈርህ ቅድሚ ሕጂ ስለ ዝወደቕና ዕላማታት ኣይነቐምጥን ኢና። ስቕ ኢልና ከም ምንባር ከም ውሕጅ ንነብር ማለት እዩ። ንቕድሜና ጥራይ ንኸይድ። ዘጋጠመና ኩሉ ዘጋጠመና ድማ እንዳተቐበልና ንኸይድ። ምኽንያቱ ዕላማ ተዘይብልካ ዘጋጠመካ ኢኻ ትቕበል። ትደልዮ ዘይትፈልጥ ተደኣ ኮንካ ዘጋጠመካ ኢኻ ትቕበል። ስለዚ እንታይ ኢልና ኣለና? ፍርሕን እቲ ካብ ሕሉፍ ተሞክሮ ዝተሞኮርናዮ ሕማቕ ነገራትን ውድቀትን ዕላማ ከም ዘይነቐምጥ ይገብረና። መብዛሕትኦም ሰባት ድማ እዮም ብኸምዚኦም ዕላማ ዘየቐምጡ። ኣብዛ ናይ ሎማዓንቲ ቪድዮ ድማ ነዚ ክሕግዘና ዝኽእል ቲፕስ ሒዘ መፅየ ኣለኹ። ሰናይ ምክትታል። እታ መወዳእታ ዘላ ነጥቢ ኣዝያ ኣዝያ ኣገዳሲት ስለ ዝኾነት እዛ ቪድዮ ስጋብ መወዳእታ ንርኣያ። ንሪኣ ነጥቢ ዕላማታትካ ብፅሑፍ ኣቑሞም ትብል እያ። ዕላማታትካ ክትፅሕፎም ክትክእል ኣለካ። መፅናዕትታት ከም ዝሕብርዎ ዝተፃሕፉ ዕላማታት ዝተፃሕፉ ነገራት ናይ ምብፅሖም ዕድል ሰላሳን ሓደን ዕፅፊ ከም ዝበፅሕ እዩ ካብቶም ዘይተፃሕፉ ነገራት። ስለዚ ዕላማታትካ ፀሓፍ። ምክንያቱ ተዘይ ተጻሒፎም ብርእስኻ ጥራይ ብልብኻ ጥራይ ምሕሳብ ከምዚ ክገብር እየ ናብዚ ክበጽሕ ምባል ድሕሪ ግዜ ክትርስዖም ኢኻ ዘለውኻ ናይ ህይወት ዕላማታት ተረሲዖም ከይዕስዉ ምእንታን ክትጽሕፎም ትክእል ኣለካ ብጽሑፍ ኣቑሞም ክትዝክሮም ምእንታን ማለት እዩ ስለዚ ምጽሓፍ ሓደ ኣዝዩ ዓቢ ነጥቢ እዩ ፓወር ዘለዎ ነገር እዩ ዕላማታትና ንምብጻሕ ማለት እዩ ብንጹር ድሕሪ ምጽሓፍካ ብዕለትን ብብዝሕን ገንዘብ ተደኣ ኮይኑ ንኣብነት ድሕሪ ምጽሓፍካ ብንጹር ድሕሪ ምጽሓፍካ እታ ቀጺላ ዝስዕብ ነጥቢ ስለምንታይ ክትበጽሖም ትደሊ ኣለኻ ኣብ ጎኖም ክትጽሕፍ ክትክእል ኣለካ እዚ ድማ ንምንታይ እዩ ሰንከልከል ኣብ ትብለሉ ተስፋ ክትቆርጽ ኣብ ትደልየሉ ግዜ ጸገማት ኣብ ዘጋጥሙኻ ግዜ ንዓኻ ከም ድልድል ኮይኑ ክሕዘካ ዝኽእል ዓንተር ዝኾነ ስለምንታይ ክህልወካ ክኽእል ኣለዎ ስለምንታይ ነዚ ነገር እዚ ክትበጽሖ ትደሊ ኣለኻ ስለምንታይ እዚ ነገር እዚ ክትገብሮ ትደሊ ኣለኻ ቁጠባዊ ሓርነት እተውሕስ ስለዝኣበለኻ ፅባሕ ንጎ ንስድራ ናትካ ክኸውን ይኽእል እዩ ንፋሚሊ ናትካ ፅባሕ ንጎ ናፅነት ክህልወካ ምእንታን ናብ ድላይካ ክትከይድ ስለዚ ሓደ ኣንጥር ዝኾነ ስለምንታይ ክህልወካ ክኽእል ኣለዎ። ጽባሕ ንግሆ ድልድል ኮይኑ ክሕዘካ፣ መሰረት ኮይኑ ክሕዘካ ምእንታን ከይትወድቕ ተስፋ ከይትቖርጽ ማለት እዩ። ስለዚ ኣብ ጎኒ ናይታ ብንጹር ዝተጻሕፈት ዕላማ ስለምንታይ ምስኣ ክትጸሓፍ ክትክእል ኣለዋ። ዕላማኻን እቲ ዘድልየካ ነገር እቲ ትደልዮ ነገርን ንጹርን ልክዕን ክኸውን ይግባእ። እዚ ከመይ ማለት እዩ? እቲ ትደልዮ ነገር፣ ክትበጽሖ ደሊኻ ዘለኻ ነገር፣ ክህልወካ እትደልዮ ዘለኻ ነገር ብንጹርን ብልክዕን ከተቐምጦ ክትክእል ኣለካ። እቲ ዝደልዮ ዘይፈልጥ ሰብ ብንጹር ዘይፈልጥ ሰብ ወላ ሓንቲ ይቅበልኒ እቲ ዝደልዮ ብንጹር ዘይፈልጥ ሰብ ህይወት ዝሃበቶ ኣጋጣሚታት ህይወት ዝሃበቶ ህያብ ተቐቢሉ ክኸይድ ግቡእ እዩ ምክንያቱ ዘድልዮ ነገር ስለ ዘይሓተተ ድላይካ ኢልካ ክትፅውዖ ትኽእል ኢኻ እቲ ዘድልየካ ነገር ዝህበካ ኣምላኽ ክኸውን ይኽእል እዩ ትሕተወንኻ ክኸውን ይኽእል እዩ ወይ ድማ ኣድማስ ማለት እዩ ንኣብነት ንኣድማስ ተወሲድና ከም ኣብነት ብዙሓት ለባማትን ምሁራት ናይዛ ዓለምና እንታይ እዮም ዝብሉ ንኣድማስ ከም ናይ ሓደ ፖስት ዝስደደሉ ቦታ ተደኣ ርኢናዮ ነዚ ፖስት ዝስደደሉ ቦታ ኩሉ ድሌታትናን ናትና ሕልምታትን ሒዝዎ ዘሎ እንተ ብንጹር ሓቲትናዮ ከም ንረኽቦ ወይ ድማ ክንበጽሖ ዘኽእለና ዕድላት ከም ዘርእየናን እዮም ዝገልጹ። ስለዚ እቲ ዘድልየካ ነገር ብንጹር ክትፈልጦ ክትክእል ኣለካ። ብዙሕ ሰብ ብዙሕ ነገራት እዩ ዝደሊ፣ እቲ ብንጹር ድሌቱ ዝፈልጥ ግን ኣዝዩ ውሑድ እዩ። እታ ቀጺላ ንሪኣ ነጥቢ ድማ your goals should be achievable እቶም ናይ መጀመርታ ማለት እዩ። ዓበይቲ ዕላማታት ምቕማጥ ጽቡቕ እኮ እንተኾነ ኣብ መጀመርታ ግን ንኣሹ ዕላማታት ብምቕማጥ ሓምሳ ሚእታዊት ኣነ ዝጥቀመላ ሓምሳ ሓምሳ ትብል ፎርሙላ ኣላ። እዚ ከመይ ማለት እዩ? ሓምሳ ሚእታዊት ኣብ ናይ እምነት ኣስካላ ጠጠው ክንብል ክንክእል ኣለና። ነቲ ነገር ከም ንበጽሖሲ ብሓምሳ ሚእታዊት ዝተዋሓደ ክንኣምን ክንክእል ኣለና። ድሓር እቲ ሓምሳ ሚእታዊት ድማ ትብዓትን ሪስክን ተሓዊስዎ ንሓደ ነገር ንበጽሖ። ከምዚ ብምግባር ሰለስተ ክሳብ ሓሙሽተ ግዜ ንኣሽቱ ዕላማታት ንበጽሕ እሞ ሽዑ ዓበይቲ ዕላማታት ክነቐምጥ ንኽእል ኢና። ካብዚ ተበጊስና እቲ ናትና ርእሰ ተኣማንነት፣ ኣብ ነብስና ዘለና ክእለትን እቲ ናትና ናይ ምጽማም ዓቕምን ስለዝዓቢ ካብኡ ዓበይቲ ዕላማታት ክነቐምጥ ንኽእል ኢና። ኣብ መጀመርታ ግን ሓምሳ ሚእታዊት ክንኣምኖ ክንክእል ኣለና ሓደ ነገር ከም ንበፅሖ። ስለዚ እቲ ንገብሮ ዕላማታት ኩሉ ግዜ ንቆፃፀሮ ክኸውን ክኽእል ኣለዎ። ንኣብነት እስኻ እዛ ዓለም ትውዒ ከም ድላ ኣብ ኣማዞን ዝቑረፅ ዘሎ ግራብ ደሕዝነካ ተደኣ ኮይኑ እዚ ወላ ሓንቲ ክትቅይሮ ዘይትኽእል ነገር እዩ። ከምዚ ዝገብሩ መብዛሕትኦም ሰባት ብውሽጦም ወላ ሓንቲ ነገር ከይገበሩ ንሕልንኦም ንምድዓዓስ ጥራይ እዮም። ሓደ ክገብ ወላ ሓንቲ ነገር ክገብር ኣይክእልን እየ ብምባል ዝዛረቡ። ስለዚ ኣብ ከባቢኻ ካብ እዛ ዓለም ዊዓ ኢልካ ትሓርቕ ኣብ ከባቢኻ ከይድካ ክልተ ሰለስተ ኣግራብ ፈልሲ ምትካል ይሓይሽ መስለኒ ስለዚ ንኣብነት ህዝቢ ክነቅሕ ኣለዎ ትብል ተደኣ ኮንካ ኣብ ከባቢኻ ዘለዉ ሰባት ፍልጠትካ ካፊልካ ከተማዕብሎም ክትክእል ኣለካ ስለዚ እቲ ናይ መጀመርታ ዕላማና ወይ ድማ እቶም ንኣሽቱ ኣብ መጀመርታ ከም ንበፅሖምሲ ሓምሳ ሚእታዊ ተወሓደ ክንኣምን ንክእል ኣለና ድሒርና በዚ ትሬን ምስ ገበርና ዓበይቲ ዕላማታት ኣቐሚጥና ክንበጽሖም ንኽእል ኢና። መብዛሕትኡ ሰብ ግን ኣብ መጀመርታ ክንዲ ጎቦ ዝኾን ዕላማ ገብር እሞ ኣይበጽሖ ሽዑ ከይበጽሖ ምስ ተረፈ ርእሰ ተኣማንነቱ ጧዕዋዕ እብል እሞ ካብኡ ብምቕጻል ድማ ተስፋ ይቖርጽ ድሕሪኡ እውን ዝኾነ ዕላማ ኣየቐምጥን እዩ ደይ ኣይበጽሖን እየ ኢሉ ይገትፎ ማለት እዩ። ስለዚ ዕላማና ኣብ መጀመርታ ክንኣምኖ ንክእል ኣለና። ሓቅነት ክህልዎም ክኽእል ኣለዎ። እታ ቀጺላ ንሪኣ ነጥቢ ድማ ዕላማታትካ ምስቲ ንስኻ ብዛዕባ ህይወት ዘለካ ዓቢ ስእሊ ዝሰማማዕ ክኸውን ኣለዎ ትብል እያ። እዚ ከመይ ማለት እዩ? ኩላትና ብዛዕባ ህይወትናን መጻኢናን ሓደ ዓቢ ስእሊ ኣለና። ነዚ ስእሊ እዚ ድማ እቶም ንኣሹ ዕላማታትና ካብ ግዜ ናብ ግዜ እናበጻሕናዮም ንኸይድ ንኸይድ እዮም ዘቑምዎ። ስለዚ እቶም ዕላማታትካ እቶም ተቐምጦም ዕላማታት ንመጻኢ ማለት እዩ ምስዚ ስእሊ እዚ ዘይሰማምዑ እንተደኣ ኮይኖም ኩሉ ግዜ ወላ እውን ምስ በጻሕካዮም ወላ እውን ምስ በጻሕካዮም ዓሚቕ ዝኾነ ሓጎስ ኣይስማዓካን እዩ ኣብቲ መገዲ ድማ ሰንከልከል ኣብ ትብለሉ ውሽጣዊ ውሽጣዊ ትብዓት ክትስእን ኢኻ ዝተባብዓካ ነገር ኣብ ትደኽመሉ ዘተባብዓካ ነገር ኣይክትረክብን ኢኻ ምክንያቱ እቲ ትኸዶ ዘለካ ዕላማ ምስ ናይ ዓቢ ናይ ህይወትካ ዘለካ ስእሊ ዘይሰማማዕ ስለ ዝኾነ ስለዚ እቶም መሳርሕታት እቶም ንኣሽቱ ክፋላት ናይቲ ዓቢ ስእሊ እቶም ዕላማታት ስለ ዝኾኑ ኩሉ ግዜ ምስ ስእሊ ዝሰማምዑ ክኾኑ ክኽእልሉ ኣብ መወዳእታ ንርኢ። ኣብ ነጥቢ ድማ ዕላማና መዓልታዊ ንውሑዳት ደቓይቕ ብውሽጣዊ ዓይንና ምርኣይ ትብል እያ። እዚ ከምይ ማለት እዩ ዓይንና ዕምት ኣቢልና መዓልታዊ ንውሑዳት ደቓይቕ ነቲ ዕላማ ከም ዝበጻሕናዮ ኮይና ብውሽጥና ክንሪኦ ንፍትን ነብስና ድማ ኣብኡ ነእትዋ ከም ሓደ ፊልም ማለት እዩ ንሕና ንዋሳኣሉ ፊልም ኣብ ውሽጢ የእቲና ነቲ ዕላማ ከም ዝበጻሕናዮ ኮይና ንዋሳእ ከምዚ ብምግባርና እቶም ዕላማታትና ከይርስዑ ኡቢልና ድማ ነቲ ትሕተ ወንናትና ወይ ድማ ኣእምሮና ዓብ ሓይሊ ንህቦ ኣለና ንምብፅሑ ማለት እዩ ከም ዘድልየና ናይ ብሓቂ ምዃንና ንነግሮ ኣለና ስለዚ ዕላማታትካ ብውሽጣዊ ዓይንኻ ምርኣይ ዓብ ሓይልን ሓጋዝን እዩ እዛ ናይ ሎማዓንቲ ቪድዮ ነዚኣ ትመስል ነራ ዕላማ ሓደ ኣዝዩ ዓብ ኣርእሲ እኳ እንተኾነ እዘን ዝተዓዘብናዮ ነጥብታት ግን ንዓና ኣብዚ ግዜ እዚ ክሕግዛና ይኽእላ እየን ኢለ የቐሪበ እየን ነዛ ቪድዮ እዚኣ ናብ ካልኦት ግዱሳት ኣሕዋት ምእንታን ክትባፃሕ ላይክ ንግበራ ክሳብ ብካልእ ትሕዝቶ ኣብ ካልእ ቪድዮ ንራኸብ ድማ ሰሰናዩ ቻው ቻው